ድኹማት ሕነ ይፈድዩ፣ ለባማት ይቕረ ይብሉ፣ በላሕቲ ድማ ንነገራት ዕሽሽ ይብሉ። እዚ ማለት ድማ በላሕቲ ሰባት ሓይሊ ስቕታ ጠንቂቖም ይርድኡ ማለት እዩ። ከመይ ጌርካ ስቕ ይበሃል ዝተምሃረ ሰብ ኣብ ህይወቱ ንቕድሚት ከይስጉም ማንም ሰብ ክዓግቶ ኣይኽእልን። ህይወት ከም ማዕበል ክተጋላብጠና ከላ ኣእምሮና ህዉኽ እዩ ዝኸውን። ኣብ ከምዚ ዝበለ እዋን ደቂ ሰባት ብባህሪና ዝስመዐኒ ሰብ እንተረኸብኩ ኢልና ብዙሕ ንዛረብ። እቲ ውሽጣዊ ስቓይና ወይ ፀገምና ንሰባት እንተውፂእናዮ ዝፈኹሰና ይመስለና። ፀገምኻ ንሰብ ምዝራብ ከም ናይ ነብሰ ምክልኻል ስልቲ ንጥቀመሉ እዩ። ጥራይ ስምዑኒ እምበር ምኽሪ ኣይደልን ንብል። እዚ ድማ ነቲ ኣብ ውሽጥና ዘሎ ናይ ብሕትውና ስምዒት ንምሽፋን ዝግበር ፃዕሪ እዩ። እንተኾነ ግን ኣብዚ ነጥቢ እዚ እዩ እቲ ዓቢ ስሕተት ዝፍጸም። ንሕና ጸገማትና ንሰባት ክነካፍል ከለና ንሳቶም እውን ከማና ተገዲሶም ዝጭነቑ ይመስለና። እቲ ሓቂ ግን ንሱ ኣይኮነን። ጸገምኻ ንሰባት ክትነግር ከለኻ እቶም ሰማንያ ፐርሰንት ኣይግድሶምን። እዞም ሰባት እዚኣቶም ባዕሎም ዝተሰከምዎ ከቢድ ዕዳን ጸገምን ኣለዎም። ናትካ ተወሳኺ ጸገም ክሰምዕሉ ዝኽእሉ ስምዒታዊ ዓቕሚ የብሎምን። ንሳቶም ክሰምዑኻ ከለዉ እሺ ኣጆኻ ይብሉኻ ይኾኑ፣ ግን ልቦም ኣብ ካልእ ቦታ እዩ ዘሎ። ንዓኻ ዝዓበየ ዓለምካ ዝኾነ ጸገም ንዓቶም ናይ ሓሙሽተ ደቒቕ ወረ ጥራይ እዩ። እቶም ዕስራ ፐርሰንት ድማ እቶም ብውሽጦም ዝሕጎሱ እዮም። እዚ'ዩ እቲ ዝኸበደ ነገር። ኣብ ዓለም ንዓኻ ዝቐርቡ መሲሎም ግን ውድቀትካ ወይ ጸገምካ ዝናፍቑ ሰባት ኣይሰኣኑን። ንጸገምካ ከም ድኽመት ይርእይዎ፣ ንስኻ ክትጭነቕ ከለኻ ድማ ንሳቶም ካባይ ዝሓሸ ኣይኮነን ዝብል ናይ ውሽጢ ዕግበት ይረኽቡ። ጸገምካ ንዓኣቶም መዘናግዒ ወይ መረጋግእ'ዩ ዝኾኖም። ጸገምካ ንኹሉ ሰብ ምዝራብ ማለት ንነብስኻ ዕርቃና ምውጻእ ማለት'ዩ። ቁስልኻ ንሃመማ እንተርኢኻዮ ሃመማ ኣይፍውሰካን እዩ የግዳስ የጋደልኻ ከምኡ ድማ ጸገምኻ ንዘይግባእ ሰብ ምዝራብ ንጸላእትኻ መጥቃዕቲ ዝኸውን መሳርሒ ምሃብ ማለት እዩ በሊሕ ሰብ ግን ጸገሙ ኣብ ውሽጡ ዓቑሩ ብስቕታ ክፈትሖ ይጽዕር ስቕታ ማለት ቃንዛ የለን ማለት ዘይኮነስ ቃንዛይ ንዓይ ጥራዩ ዝምልከት ኢልካ ሓላፍነት ምውሳድ እዩ ጸገምካ ንሰባት ከይተዛረብካ ብፍሽኽታ ክትሓልፎ ከለኻ እቶም ክትወድቕ ዝጽበዩኻ ሰባት ግራ ይኣትዎም። ንስኻ ግን ብውሽጥኻ ትጽገንን ትጥንክርን። ኣብ ህይወትና ካብ እንመሃሮም ቀዳሞት ነገራት ሓደ ምዝራብ እዩ። ሓደ ህጻን ባባ ወይ ማማ ኢሉ ቃላት ክድርድር ክጅምር ከሎ ኩሉ ስድራቤት ይሕጎስ። እዚ ንምምሃር ክልተ ዓመት ጥራይ'ዩ ዝወስደልና። እንተኾነ ግን እቲ ዝኸበደ ትምህርቲ ህይወት መዓስ ስቕ ክንብል ከም ዘለና ምፍላጥ'ዩ። እዚ ትምህርቲ'ዚ መወዳእታ ኣይብሉን። ምሉእ ዕድሜና ክንመሃሮ ንነብር ናይ ጥበብ ጫፍ'ዩ። ቃላት ካብ ኣፍና ምስ ወጹ መሊስና ክንሕዞም ዘይንኽእል ፍላጻታት'ዮም። ብዙሕ ግዜ ስለምንታይ ከምኡ ትዛረቢ ኢልና ንጠዓስ እምበር ስለምንታይ ስቕ ኢለ ኢልና ኣይንጠዓስን ኢና። ስለዚ ቅድሚ ምዝራብካ ብደንቢ ሕሰብ። ስቕታ ካብ ዝኾነ ቃል ንላዕሊ ዓቢ መልእኽቲ የመሓላልፍ። ለባማት ዝዛረቡ ዝበሃል ነገር ስለዘለዎም እዩ። ዓያሹ ግን ገለ ነገር ክዛረቡ ስለዘለዎም ጥራይ እዮም ዝዛረቡ። ኣብዚ ዘመን እዚ ብዙሕ ዝዛረብ ሰብ ኣፍ ዘለዎ ወይ ለባም ዝመስለና ግዜ ኣሎ። እንተኾነ ግን ብዙሕ ምዝራብ ናይ ኣእምሮ ጫውጫውታ እዩ። እቲ ናይ ሓቂ ብልሓት ኣብቲ ውሑድ ተዛሪብካ ብዙሕ ምስማዕ እዩ። ብዙሕ ምዝራብ ሓይልኻ ይበታትኖ፣ ስቕታ ግን ሓይልኻ የካዕብቶ። ኣብቶም ናይ ሓቂ ዕውታት ሰባት ክልተ ዓበይቲ ባህርታት ንዕዘብ፣ ፍሽኽታ፣ ንጸገማት መሕለፊ፣ ንጸላእቲ መሸማቐቒ፣ ንፈተውቲ ድማ መርሓባ መበሊ እዩ። ፍሽኽታ ኩሉ ነገር ጽቡቕ'ዩ ዝብል ናይ ተስፋ ቋንቋ እዩ። ስቕታ ንዘየድሊ ክትዓትን ዘረባ ሰብን መዕጸዊ እዩ። ስቕታ ድኻም ዘይኮነስ ንገዛእ ርእስኻ ዘለካ ምቁጽጻር እዩ። ስቕታ ማለት ድምጺ ኣጥፊእኻ ምቕማጥ ጥራይ ዘይኮነስ ምስማዕ እዩ። ስቕ ክትብል ከለኻ ጥራይ ኢኻ ንነብስኻ ክትሰምዓ እትኽእል። ኣብ መንጎ እቲ ጫውጫውታን ማሕበራዊ ሚድያን ስቕታ ንርእስና እነበርክትሉ ክቡር ግዜ እዩ። ኣብቲ ስቕታ እዩ ውሽጣዊ ድምጽና ዝነግረና፣ ሕልናና ክዛረብ፣ ኣእምሮና ክሓስብ፣ ልብና ድማ ክረጋጋዕ ዕድል ዝረክብ ኣብ ስቕታ እዩ። ሓደ ሰብ ቃላትካ ክርድኣካ እንተዘይክኢሉ ስቕታኻ ብዝያዳ ክርድኦ ይኽእል እዩ። ስቕታ ንርእስኻ መለለዪ፣ ንጸላኢኻ መሸነፊ፣ ንፈጣሪኻ ድማ መራኸቢ መንገዲ እዩ። ስለዚ ኣብ ዓለም ብዙሕ ድምጺ ኣብ ዘለዎ እዋን ንስኻ ስቕታኻ ዓቅብ። ምኽንያቱ እቲ ዝዓሞቐ ባሕሪ ወትሩ ህዱእ እዩ። እቲ ዝዓሞቐ ጥበብ ድማ ወትሩ ብስቕታ እዩ ዝግለጽ። ካብ ዘየድሊ ቃል ትርጉም ዘለዎ ስቕታ ይበልጽ። ሰባት ካብ ሓሳቦም ተበጊሶም ክፈርዱልኩም ወይ ክነቕፉኹም ሃም ዝኽእሉ ክትፈልጡ ይግባእ። ንስኹም ክሳብ ክንደይ'ኳ እንተተዛረብኩምን ገዛእ ርእስኹም ንምግላጽ እንተፈተንኩምን፣ ዘይርድኡልኩም ግዜ ክመጽእ እዩ። ኣብዚ ግዜ'ዚ ክትዝክርዎ ዝግባእ ሓደ ነገር ኣሎ። ስቕታኹም ንዘይርድኡ ሰባት ቃላትኩም ኣይተባኽኑሎም። ስቕ ምባል ሓደ ካብቲ ዝሓየለ ነገራት እዩ። ንዘቆጥዑኩም ሰብ ብምጭራሕ ክትምልሱሉ እንተፈቲንኩም ዓብይ ሓይሊ ኢኹም ተባኽኑ ዘለኹም። ብኣንፃሩ ግን ብዝተረጋገዐ መንፈስ ሸለል ምባል ስቕታ እንተመሪፅኹ እቲ ሰብ ይደናገር። ስቕ ምባልኹም ጥራይ ከይፈለጠ ገዛእ ርእሱ ክፈርድ ይጅምር። ስቕታ ንሓቀኛታት ኣዕሩኽ ካብቶም ናይ ሓሶት ዕሩኽ ንምፍላይ ይሕግዘና። ኣብዚ ዘመን እዚ ስቕተኛ ምዃን ከም ድኻም ዝርእዩ ሰባት ኣለዉ። እዚ ግን ሓደ ካብቲ ዝዓበየ ጌጋታቶም እዩ። ንስኹም ተዳኺኹም ኢሎም ኣብ ዝሓስብሉ እዋን ንስኹም ካብ ዝኾነ ግዜ ንላዕሊ ተጠናኪርኩም ትርከቡ። ኣብ ህይወትና ካብ ዝጎድኡና ነገራት ሓደ ናይ ጸላእትና ነቐፌታ ዘይኮነስ እቶም ኣዕሩኽትና እዮም ኢልና እንሓስቦም ሰባት ኣብ ግዜ ጸገምና ገጾም ከዙሩልና ከለው እዩ። ንሎሚ ዘዳለኹልኩም መደብ እዚ ይመስል። ኣብ ዝቕጽል ቪድዮ ብኻልእ ኣገዳሲ ኣርእስቲ ክሳብ ንራኸብ ሰላም ጽንሑ።